ንጸሊ እግዚኣብሔር ኣምላኽና ስምካ ይባረኽ ኣምልኾና ካብ ልብይ ክኾነልና ኢና ንደሊ ኩሉ ሳዕ ምክንያቱ ካብ ልቢ እንተኮይና ክሰምዓና እዩ ከዓ ሳላ ፀጋ ወድኻ የሱስ ክርስቶስ ካብ ልቢ ናባኻ ንፅውዕ ትሰምዓና ከም ዘሎኻ ከኣ ኣጸቢቐና ንፈልጥ። እቲ ካብ ኩሉ ዝገርመና ከኣ እዚ እዩ። ከምኻ ዝኣመሰለይ መዘና ዘይብሉ ጻድቕ፣ መዘና ዘይብሉ ቅዱስ፣ መዘና ዘይብሉ ፍጹምሲ፣ ንመዋቲ ሰብ፣ ንሓሰኻ ሰብ ጸሎቱ ክትሰምዕ ኣእዛንካ ተድንነን። ክብለል በል ፈቃር ኣምላኽና። እዚኣ ንኹሎም ሰማዕቲ ባርኮም ልቦም ኣብርሃዮ ኣእምሮኦም ኣብርሃዮ ንቓልካ ኣብ ልቦምን ልሳነ ከናፍሮምን ነብሶምን መንፈሶምን ሕልንኦምን ጽሓፎ ብእኡ ደሚቖም ክበርሁልካ ግበሮም ህዝብና ብጻሕ ግዜ ኣኺላትና እያ እሞ ርድኣና ኣቦየ ብምድሓንካ ብጽሓና ብስም ጎይታና የሱስ ኣሜን ናይ ሎሚ መልእኽትና ድማ ካብ ግብሪ ሃዋርያት መበል ዕስራን ሽዱሽተን ምዕራፍ ፍቕዲ ዓሰርተ ሸሞንተ እዩ ኣርእስቲ መልእኽትና እቲ የሱስ ዝበሃል ርስተይ ዘገርም ዘይኮነ እግዚኣብሄር ባዕሉ ተዛሪብሎም ቃሉ ኣነ ርስትኹም እየ ከመይ ኢሉ ይኸውን እዚ ሰብ እብእብ ሓሰኻ ካብ ኣምላኽ ብዘይ ምኽንያት ብጥልመት ዓልዩ ከረውረው ዝበለ ኪዳኑ ዘፍረሰ ክንድዚ ዝኣክል ሞጎስ ክረክብሲ ዘገርምን ዘደንቕን እዩ ኣእምሮና ከኣ ከቑሮ ኣይክእልን እምበር ነንብቦ እቲ ጽሑፍ ግብረ ሃዋርያ ዕስራን ሽዱሽተን ፍቕዲ ዓሰርተ ሸሞንተ ኣምላኽ ንጳውሎስ ዝበሎ ወይ ጎይታና የሱስ ክርስቶስ ኣብ መገዲ ደማስቆስ ምስ ተገልጸሉ ዝበለን ቃላት እየን እዚኤን መሊኡ ኣሎ እቲ ካልእ ግን እቲ ሕጂ እድልዩና ዘሎ እዚ ዝሃብኩም ሓሳብ እዩ ከምዚ ይብል ንኣይ ብምእማን ከዓ ሕድገት ሓጢኣትን ርስቲ ምስ ቅዱሳንን ይረኽቡ ኣርእስቲ መልእኽትና ከንታይ እያ እቲ የሱስ ዝበሃል ርስተይ ወይ ዘገርም ወይ ዘደንቕ ኣዝዩ መስተንክር ነገር ምክንያቱ ርኢኹም ፍጡር ዶ ንፈጣሪኡ ርስተይ ኢኻ ክብል ብቑዕ እዩ ብየናይ መሰረት ግን ስለ ዘፍቅረና እንታይ ኢሉና ኣብ ብሉይ ኮነ ብሓድሽ ኣነ ርስትኹም እዩ ሃብትኹም ሰዚ ከምዚ ኢዩ ከኣ ቅድም ኢለ ክዛረቦ ዝጸናሕኩ መልእኽትስ እንታይ ኣትዩኳ ሃጸፍጸፍጸፍጸፍ ትብል ገንዘብ ደሊኻ ወይ ደስታ ናይዛ ዓለም እዚኣ ደሊኻ ደሊኺ እንታይ ሃጸፍጸፍን ጸደፍደፍን ኣድለየኩም ባዕሉ ጎይታ ኣነ ርስትኹም እናበለ ኩሉ ምልኣት ምድርን ሰማይን ሒዙ ኣሎ እዚ ንኣታትኩም እዩ ፍቁራት ሰምዑ ዘለኹም ብሓንቲ ነገር ብምግባርኩም፣ ንሳ እንታይ እያ? ልብኹም ብምሃብ ንዕኡ ንኣይ ብምእማን ከመይ ኢሎሞ ርስቲ ርስቶም ይኸውን ሕገት ሓጢኣት ስለ ዝረኽቡ ይቕሬታ ስለ ዝረኽቡ ርስቲ ምስ ቅዱሳን ኪረኽቡ ካብ ጸልማት ናብ ብርሃን ካብ ስልጣን ሰይጣን እውን ናብ ኣምላኽ ኪምለሱ ኣዒንታቶም ክትከፍተሎም እልእከካ ኣለኹ። ሕጂ በብሓንቲ ነዚኤን ንዛረበለን። በየናይ መሰረት ሰብ ብቑዕ ኮይኑ ክርከብ እከኣል ወይ ድማ ቅቡል ክኾነሉ ይኽእል? ንየሱስ ክርስቶስ ንስኻ ርስተይ ኢኻ ንምባል፣ ባዕሉ እዚ ጎይታና የሱስ ክርስቶስ እተራቐቐ ሓሳብ ሂብና ኣሎ፣ ኣውትላይን ገይሩልና። ንሱ ርስትና ንኽኸውን ሓደ ክንኣምን፣ እንድሕሪ ኣሚንናዮ ኸኣ እንታይ ኢና ክንብል? ወየሱስ ክርስቶስ ጎይታይ ንኣይ ንሓጥእ መሓረኒ። እወ ንኃጢኣተይ ከም ምብራቕ ካብ ምዕራብ ዝምርሓቑ ካባይ ኣርሕቆ ምስ እትብልዎ እታ እምነት ዝኣመንኩማ ንሳ እያ ቅቡላት ትገብረኩም ግብርኹም ኣይኮነን ጽሑፍ እዩ ብእምነት እምበር ብግብሪ ሰብ ኣይጸድቕን እዩ ግን ሰብ ብእምነት ምስ ጸደቐ ሽዑ ግብሪ ትውሰኽ እታ እምነትሲ ጽቡቕ ግብረይ ተኸትል ጽጉማት ትረድእ ሑማት ትበጽሕ ስለ ጥፋኣት ነፍሳት ናብ ኣምላኽ ተእዊ ሰናይ ትነብር እዋ እንታይ ተገበርኩ እዩ ሓጢኣተይ ዝሕደገለይ ዋላ ሓንቲ ክትኣምን ጥራይ። ክልተ ሰባት ናብ ቤት መቕደስ መጺኦም ክጽልዩ ኢሉ ጐይታ ንህዝቢ ምስ ስላዛረቡ ንገር እዞም ጸሓፍትን ፈሪሳውያን እቲ ፈሪሳዊ መጺኡ ዋ ኣምላኽ የመስግነካ ኣለኹ ከም ገሊኦም ዘማዊ ስለ ዘይኮንኩ ኣብ ሰሱ ሰሙን ዝጸውም ዕሽረይ ጉልት ኣኸፍል ንዓ ነቲ ተጋዊ ጥቕኡ ኮይኑ ዝጽሊ ዝነበረ ጥምት ኣቢሉ ኤመስግነካ ኣለኹ ከምዚ ተጋዊ ዝሓጥእ ስለ ዘይኮንኩ ስለዚ እንታይ ትርእዩ ብዚ እታ ጸሎቱ ፈሪሳ ብኣ ኮላ ፈናፍንቲ ስለ ዝኾነት እግዚኣብሔር ኣእዛኑ ዕጽው ኣቢሉ ክሰምዖ ኣይደለየን ከምኡ ጸሎት ኣይስማዕ እቲ ግና ርኣይ፣ እቲ ተጋዊ ክሕደገሉ ጽምኣት ስለ ዝነበሮ፣ እንታይ ኢሉ፣ ንሰማይ እኳ ቋሕ ከብላ ኣይኸኣለን ዓይኑ ኢልዎ ጐይታና የሱስ። ርእሱ ኣድኒኑ ኣፍ ልቡ እንዳወቕዔ እወ ኣምላኽ ንኣይ ንሓጥእ መሓረኒ በለ እዩ። እቲ ደምዳሚ ቃል ናይ ጐይታና የሱስ ክርስቶስከ እንታይ ነበረ? ንሱ እዚ ተጋዊ ጸዲቑ ንቤቱ ከደ። እቲ ኸኣ ልቕሉቕ ግድግዳ ኮይኑ ተረፈ። እምበኣር ኣስተውዕሉ እዚ ብደጌታት ክብሪ ክንኣቱ እንድሕር ኮይንና ንዓይ ንሓጥእ መሓረኒ ኣሚነካ ኣለኹ ንመስዋእትኻ ከንቱ ክገብሮ ኣይደልን እየ በጃይ ተሰዊእካስ ከንቱ ክገብሮ ኣይደልን እየ ጎይታ የሱስ ተቀበለኒ ብምሉእ ልበይ መጺኤ ኣለኹ ትብልዎ ኣኻል እዩ ካብኣ ሰጥ ኢልኩም ምስኡ ትመላለሱ እወ ሕድገት ሓጢኣት ንረክብ ዘይግብኣና ክንሱ ይቕረ ብለልና እሞ ይቕረ ከም ተባህለልና ኸኣ እወ ይቕረ ከም ተባህለልና ከኣ እንታይ ይኸውን? መንፈስ ቅዱስ ምስቲ ናይ ሰብ መንፈስ ኮይኑ ይምስክረልና ኣምላኽና ከም ተቐበለና። ስሙ ይባረኽ ስሙ ይባረኽ። እወ ሕጂ ወሲኹ እንታይ ድብል ዘሎ ርስቶም ኣነ ክኸውን ካብ ጸልማት ናብ ብርሃን ኣምጽኣዮ ጸልማት ለይቲ ኣይኮነን ዝዛረብ ዘሎ ኣብዚ ጸልማት ሓጥያት ሓጥያት ኩሉ ሳዕ ጸልማት እያ ኩሉ ሳዕ ከዓ መገዳ ንቁልቁል ንጸድፊ ከረውረው እያ ኣብነት ሬኹም ሉስፈር ባዕሉ ፈትዩ ረይድዩ ጌጋ ሞራላዊ ምርጫ ምስ ገበረ ሓጢኣት ዝገበረቶ ቀዳማይ ካብ ክብሪ ኣምላኽን ቤቱን ሰጐጐቶ። ዱዓዋ ኣቢሎም ንበዓል ሚካኤልን ካልኦት ሰራዊትን ሰጒጐምዎም ኣብ ጠፈር ከይዶም። ኣብዘን ሸውዓተ ዓመት ጸበባ ዝመጽኣ ዘለዋ ኸኣ ሉሲፈር ምስ ኰሎም ኣጋንንቱ ኣብዚ ኣየር ኣይኮኑን ክህልዉ ኣብ ምድሪ እዮም ክወርዱ። ኣየ ዘሎ ገሃነም ሽዑ! ኣብ መወዳእታ ጐይታና የሱስ ክርስቶስ ነዘን መንግስታት ዓለም ክወርሰን ከሎ ድማ ንሱ ዲያብሎስ ባዕሉን ኣጋንንቱን ንታሕቲ ናብቲ ቀላይ ሓዊ እንዲነ እናንቆልቆሉ እናንቆልቆሉ እናንቆልቆሉ ንታሕቲ ናብ ናይ ዘለኣለም ጥፍኣት ክሽረቡ እዮም ሓጢኣት ከምኡ እያ ትገብር ስለዚ ሓጢኣት ወይ ጸልማት ምልክት ሓጢኣት እዩ። ብርሃን ክብለና ከሎ ከኣ ምልክት እወ ጽድቅን ቅድስናን ምልኣት መንፈስ ቅዱስን እዩ። ብርሃንኩም ኣብ ቅድሚ ሰብ ይብራህ ኢሉ። ኣብ ከረን ዘላ ከተማ ክትክወል ኣይከኣላን፣ ብርሃና ደሚቑ ወጽእ። ኣብ ክንደይ ቦታ ኣብ ዝገሸሉ ዕዮ ወንጌል ጎይታ ርኢ ኣለኹ፣ ገለ ከተማ ኣብ ኣኽራን ካብ ርሑቕ ካብ ርሑቕ ካብ ርሑቕ ከኣ እቲ ብርሃን ይረኤ። ብርሃን ካብ ኣምላኽና እዩ። ንመንፈሳዊ ኢና ንዛረብ ዘለና፣ ጸልማት ከኣ ካብ ድያብሎስ እዩ፣ ሓጢኣት። ጎይታና የሱስ ክርስቶስ ኣባና ክነብር ከሎ ንሕና እናበራህና ንበርህ እናንጸባረቕና ከኣ ነንጸባርቕ እናሰዓርና ንስዕር መወዳእታና ከኣ ናይ ዓወት ምልክት ስየ ኣብ ኢድና ሒዝና ብደጌታት ክብሪ ንኣቱ። ስሙ ይባረኽ። ነዚ ኩሉ ብቑዓት ኣይኮናን ግን ዘብቅዓና በጃና ዝሓለፈ ገንሸል ኣምላኽ ክርስቶስ የሱስ ጎይታና ኣለና በቲ ንሱ ዝሃበና ምስክርን በቲ ዘፍሰሰልና ደምን ንዓለምን ንዲያብሎስን ኣጋንንቱን ንጸረ ክርስቶስን ረሲኣኑን ዓጠምጠም ኣቢልናዮም ብዘይንገር ክብሪ ብደጌታ ክብሪ ንኣቱ ስም ኣምላኽና ይባረኽ ዝጽበየና ዘሎ መስተንክር ነገር እዩ እንደገና ምእንቲ ንሱ ርስትና ክኸውን ብስም ጎይታና የሱስ ካብ ስልጣን ሰይጣን ናብ ኣምላኽና ክንመልሶም ኣሎና እወ ኣሎ እዋን መንፈስ ቅዱስ ዝመርሓና ዝድግፈና ከኣ ነጋንንቲ ናብ ኣምላኽ ጸዊዕና ዘውጻእናዮ እወ እንዲያብሎስሲ ፈኪርካ ኣይኮንካን ተሕምቆ ብስም ክርስቶስ ኢኻ ድዋዕዋዕ ተብሎ እሞ ተገንዘብዎ ነዚ ተረድእዎ ንሰይጣን እንታይ ኢልዎ ጎይታና የሱስ ኣምላኽ እዛ ዓለም እዚኣ እዩ ምኽንያቱ ኣምላኻ ኩኖ ኢለ ኣምላኽ ሂቡ ኣይሃቦን ግን ብዙሓት ካብ መገዲ ጎይታና የሱስ ክርስቶስ መገዱ መሪጾም ንኡ ዘገልግልዎ በዝሑ። ነጊሩና ከኣ ጎይታና የሱስ እቶም በታ ርሕብቲ መገዲ ዝኸዱ ብዙሓት እዮም። ንሳ ከኣ ናብ ጥፍኣት ትመርሕ። ጥፍኣት እወ እታ መወዳእታኣ ናይታ ጉሕጓሕ ጸልማት ገሃነም። እታ ናብ ህይወት ትመርሕ መንገዲ ግና ጸባብ እያ፣ ቀጣን እያ። ንኣኻን ንክርስቶስን ንኣኽን ንክርስቶስን እያ ትኣክል። ስለዚ ኩሎም ክኣትዉ እንተኾይኖም ከማና ከኣ እሶም ክስዕቡ ኣለዎም ንጎይታና የሱስ። መወዳእታኣ ከኣ ናይ ዘለኣለም ብጽእናን ናይ ዘለኣለም ህይወት ናይ ዘለኣለም ክብሪ እዩ እሞ ስሙ ይባረኽ። ስልጣን ሰይጣን ንሰባት ክንደይ ኣዋሪድዎም ክንደይ እዮም በጋንንቲ እተወርሱ ክንደይ እዮም መከርኦም ዝጸገቡ እና ጎይታና የሱስ ክርስቶስ ግና ትወፅእ ክብሎም ከሎ ርኢኹም ዘብ ዝርባዕተ ወንጌል ሓደ ጋኒን ንጎይታና የሱስ ክርስቶስ ኣይመለሰሉ ሓደ ክታረቕ ኢሉ ኣይፈተነን። ትወጽእ ክብሎም ከሎ መሽኮት። እቲ ዘገርም ነገር መን ምዃኑ ይፈልጥዎ ነይሮም ብለና እቲ ጽሑፍ። ኣታ ናይ ኣምላኽ ቅዱስ ቅድሚ ግዚኡ ዶ ክሳቕየና መጺእካ? ሰጥለጥ ወቢልዎም ጎይታን ይፈልጥዎ ነበሩ ከኣዩ። እንታይ ማለት እዩ እዚ? መላእኽቲ እዮም ነይሮም። ባዕሎም ብምርጭኦም ንድያብሎስ ንሰይጣን ምስ ሰዓብዎ ክብረቶም ተቐንጠጠ፣ ጥፍኣቶም ሓቖፉ። ስለዚ ብስም ጐይታና የሱስ ክርስቶስ ካብ ግዝኣት ድያብሎስን ኣጋንንቱን ካብ ግዝኣት ሓጢኣትን ጥፍኣትን ከነውጽኦም ንኽእል ኢና። ብወንጌል ጐይታና የሱስ ክርስቶስ ሓርነት ንእውጀሎም እሞ ሓራ ወጺኦም ከኣ ምስ ጐይታና የሱስ ክርስቶስ ይመላለሱ ኣለዉ። ሓደ ግዜ ኣብ ማእከል ስብከት፣ ስብከት ውድእ ኣቢለ ነቲ ህዝቢ ብዙሕ ነይሩ፣ ዝጽልዩ ክዕድሞም ከለኹ ብዙሓት ሰባት መጺኦም ተንበርኪኾም ጅምር መሰበልና ሓንቲ መንእሰይ ጓል ዝወጨጨት መስተንክር ነገር እዩ ብዝ በጣም በያት እዞም ኣሕዋትና መንእሰይ ወድና ኣለልዎ ዲያብሎስ ምዃኑ ጋኒን ካብታ ጸንሓ ነጢሩ ከይዱ በኣ ምስቶም ካልኦት ሓቂሱ ከነውጽኦ ኢልና ክንጋደል ኮለና ኣብ ሓደ ክፍሊ ወሲድናያ በይና ኣይወጽእን እዩ ቁጽረይ ሽዱሽተ ሽዱሽተ ሽዱሽተ እዩ ናይ ጸረ ክርስቶስ ፈጺመ ወጽነ ኣብዚኣ ከላሕላሓኩም እዩ ድኻም ገልና ጥራ ነዛ መጽሓፍ ቅዱስ ሒዝ ኣቢለ ኣብቲ ጥቓ ኣፋብ ጥቓ ኣፍንጫ ከምዚ በልጭነዎ ነዚ ቃል ኣምላኽ ንሕና ከዓ ገደፍነካ ማለት ዘበት ኣብዚኣ ክንሓድር ኢና ደሓር በቢ ሸሞንተ ቁጽሪ ኮይና ምሉእ ለይቲ ክንጽሊ ክንሓድር ምስ መደብና እዚኦም ኣይገድፉንን እዮም ኢሉ ወጺኡ ከይዱ። ኣስተውዕሉ ክርስቶስ የሱስ ዘይሓዞ ልቢ መጋምንቲ ኣየፍርሁን እንተ ዲያብሎስ በዓል እውን ክፈርህ ኮይኑ ምልኣት ኣምላኽ ምስ ዝህልወኩም ጥራይ እዩ ኣልዒል ኣቢልካ ኣይትፍክረሉን ኢኻ መገዲ ኣምላክ ኣይኮነን ከምኡ ግን መንፈስ ቅዱስ መሪሑ እኳ ብስም የሱስ ክርስቶስ ነዛ መጽሓፍ ቅዱስኩም ከዓ ምሳኹም ሓዝዋ ክልተ ነገር ልብኹም ምስ ክርስቶስ ስሙር ከም ዘሎ ፍለጡ ካልኣይቲ ድያብሎስ ፈንጠራዕ ከብሎም ከሎ ነቶም ሰባት ወይ ክበኣሰኩም ከሎ ክዛረበኩም ከሎ እወ ነዛ መጽሓፍ ቅዱስ ኣጭንው ኣብልዎ ዓቕሉ ይጸቦሾ እዚ እባ ከዓ ረሲዐልኩም ኣብ ኩለና ዝዛረበና መሽን ጽሊ ኣብ መንጎ ይዛረብ በታ ጓል ገይሩ ንሕና ብስም ክርስቶስ ንገርሖ ኣለና ነሱ ኣንታይ ገሩ እና መስለኩም ኣላሁ ኣክበር ኣላሁ ኣክበር ኣላሁ ኣክበር ኢሉ ብጽ ብጽ ኣቢሉና ንሕና ከኣ ብስም የሱስ ኣብ መወዳእታ ከኣ ኣበይ እሞ ክኸይድ ብስም የሱስ ምስ በልካስ መን እዩ ደው ክብል ዝኽእል መን እዩ ክቃለስ ዝኽእል መሽኮር እዚ ኽነምጽእ ኣሎ ከምኡ ኢሉ እዩ ጎይታ ኣብዚ ኣዚዙ ዘሎ እንተ ርስቲ ምስ ቅዱሳን ክህልዎም ኮይኑ ቀዳምነት ካብ ኢድ ድያብሎስ ሓራ ክወጸሎም ካብ ኢድ ሓጥያት ከኣ ስም ኣምላኽና ይባረኽ ኣብ ክንዲ ስልጣን ጸልማት ሓጥያትሲ ስልጣን ጽድቂ ስልጣን ቅድስና ናብ ኣምላኽና ኺምለሱ ብስም ጎይታና የሱስ ስምዕ ኮና ንተክል ክንሰብኽን ክንምህር ኮለና ንሕና ብቑዓት ኣይኮናን ስም የሱስ ክርስቶስ ኢና ንተክል ክብሪ ንስሙ እጂ መልሱ እንታይ ኢልዎ ከኣ ጎይታና የሱስ ኣዒንታቶም ክትከፍተሎም እልእከካ ኣለኹ ነቲ ብሓጢኣት ዝዖረ ዓይኒ ነቲ ብሓጢኣት እተደፍነ ልቢ ነቲ ብኃጢኣት ዝጸልመተ ኣእምሮ፣ ነቲ ብኃጢኣት እተጠውየ ፍቓድ ሰብ፣ ምርጫኡ እተበላሸወ፣ ነቲ ብኃጢኣት ባርያ ዝኾነ ሰብ ሓርነት ብክርስቶስ ኣውጅና ናብ ጐይታና የሱስ ክነምጾ። ጳውሎስ እንታይ ኢልዎም ንሰብ ገላትያ? ስለ ሓርነት ኢሉ ክርስቶስ ሓራ ኣውጽኣና። መልሲ ጎይታና የሱስ ነቲ ሓቂ ክትፈልጥዋ ኩን እታ ሓቂ ድማ ሓራ ከተውጽኣኩም እያ። ሓራ ካብ ሓጢኣት፣ ሓራ ካብ ዲያብሎስ በዓሉ፣ ካብ ኣጋንንቱ፣ ሓራ ካብ ኢድረሲኣን፣ ኣብ ትሕቲ ጽላል ኣኽናፍ ኣምላኽና ንነብር። ኣስተውዕሉ እሞ፣ ከም ኣመንቲ መጠን ዕስራን ኣርባዕተን ሰዓት ሸውዓተ መዓልቲ ኣብ ሰሙን፣ እወ ሸውዓተ መዓልቲ ኣብ ሰሙን ኣብ ትሕቲ ጽላል ኣኽናፉ ኣብ ትሕቲ ጽላል ሓልዮቱ፣ ኣብ ትሕቲ ጽላል ሓይሉ ትነብሩ። መኣድኹም ዝሰርዓልኩም ንሱ'ዩ፣ ንዕርቃንኩም ዝኸድን ንሱ'ዩ፣ እሾኽ ከይትሳቐዩ ሳእኒ ዝህበኩም ንሱ'ዩ፣ ክትነብሩ ንኽብሩ ጥዕና ዝህበኩም ንሱ'ዩ። እወ፣ ኣዒንታቶም ክትከፍተሎም እልእከካ ኣለኹ። ንሱ ኢና ንገብር ዘለና ሕጂ ቃል ኣምላኽ እቲ ሓቂ ክነግረኩም ኮለኹ እንታይ እየ ዝገብር ዘለኹ ኣዒንትኹም ኣጸቢቑ ክኽፈት ነቶም ተኸፊቱ ዘሎ ኣጸቢቑ ክኽፈት ነቶም ዘይተኸፍተ ክኽፈተሎም ብርሃን ክወጸሎም ነቶም ኣብ ትሕቲ ድነሞትን ጸልማትን ዝነብሩ እቲ ብርሃን ዓለም ዝኾነ የሱስ ክርስቶስ ክወርሶም እሞ ካብ ልቦም ደሚቑ ክበርህን ከንጸባርቕን ስም ጎይታና የሱስ ይባረኽ። እዋይ እቲ ጽሑፍ ዝብለና ድኣ ነስተውዕል መሊስና። እወ፣ ቀዳማይ ቆሮንቶስ ካልኣይ ምዕራፍ እሞ እዚኤን ከነንብብ ታስዓይ ጥቕሲ ግናኸ ከምቲ ጽሑፍ እቲ ዓይኒ ዘይረኣየቶ እዝኒ ኸኣ ዘይሰምዓቶ ኣብ ልቢ ሰብ ድማ ዘይተሓስበ ኣምላኽ ነቶም ዜፍቅርዎ ኣዳለወሎም። ስሙ ይባረኽ። ዚብል ጽሑፍ ወልቀ እዚ እዩ እቲ ቃል ኣምላኽ ዚብሎ። ከመይ ኢሉ እሞ ኪግመት እዩ? ኣብ ዓይንና ኸኣ እቲ ኪርኣ ኣይከኣለን። ምክንያቱ ኩሉ ገና ኣይበጻሕናን ዘሎና ግን ክንሪኦ ኢና ሓደ ግዜ ግን ዘይርኤናዮ ኣዳልዩልና ኣሎ ዘይሰማዕናዮ ኣዳልዩልና ኣሎ ነቶም ዘፍቅርዎ ስለዚ እንታይ ማለት እዩ ርስትና ምስ ኣምላኽና ስሙ ይባረኽ ስሙ ይባረኽ ስሙ ይባረኽ እወ መመሊስና ነቲ ቃል ነርስተ ቢልናሉ ቃል ኣምላኽ ሲ የብርሃልና እምበር ኣይንዳናገርን ኣይንዳናገርን ኣብ ኣምላኽ ሲ ብርሃን እምበር ምድንጋር ዝበሃል የልቦን ሕጂ ረኣይ፣ እቲ የሱስ ዚብሃል ርስተይ እንድየ ዝዛረብ ዘለኹ፣ ኣብዚ ጽሑፍ ናብ መልእኽቲ ጳውሎስ ናብ ሰብ ሮሜ ሳምናይ ምዕራፍ እሞ ፍርዲ ዓሰርተው ሽዱሽተ ቢልና ክንጅምር። ውሉድ ኣምላኽ ምዃንና ኸኣ እቲ መንፈስ ባዕሉ ኢዩ ምስ መንፈስና ኮይኑ ዚምስክረልና ወይ ርግጽነት ዚህበና። ውሉድ ካብ ኰንናኸ ወረስቲ ድማ ኢና። ንኣምላኽ ወረስቱ ንክርስቶስ መዋርስቱ ኢና። ምስኡ ሓሳረ መከራ እንተ ጸገብናስ ምስኡ ውን ክንከብር ኢና። ሕጂ ረኣዩ እቲ የሱስ ዝበሃል ርስተይ ከመይ ዘይብቑዓት ምዃንና ምሐሰቡ ንሱ ግን ክሳዕ ሕጂ ስለ ዘፍቀረናስ ሕሉፍ ሓሊፍና ንኣምላኽ ወረስቱ ኣይናይ ቋንቋ እዩ ክነግሮ ነዚ ሕሉፍ ሓሊፍናስ ንክርስቶስ ከዓ መዋርስቱ መማቕልቱ እቲ የሱስ ዝበሃል ርስተይ ርስትና ብፅድቂ ርስትና ብቅድስና ርስትና መንግስቱ ምስ ምልኣታ እሞ ናይ ዘለኣለም ካብ ኢድ ኣምላኽና ተቐቢልና እንሃልኩ ጐይታና የሱስ ባዕሉ እዚ ምድሪ ከሎ እውን ኢሉ ኣቲ ሒደት መጓሰይ እታ መንግስቲ ክህበኩም ኣቦኹም ፍቓዱ እዩ እሞ ኣይትፍርሁ ውሕደት መጓሰ ኢና ሸውዓተ ቢልዮን ፕላስ ኣሎና ኣብ ዓለም ኣህዛብን ህዝብታትን ዓሌታትን ቋንቋታትን ክንደይ ካብዚኦም ንዮ ዝፈልጡ ዝውሓድና ኢና ግን እንታይ ኢልና ጎይታናስ ኣቱም ሒደት መጓሰ ኣይትፍሩ ኣይትሰንብዱ እለ ኣብ ሰማይ ዘሎ ኣቦኹም እታ መንግስቲ ክህበኩም ፈቂዱ ኣሎ ሃሌሉያ ድኻ መደኽደኽ ኔርካ ዶ ክንድዚ ዝኣክል ሃብቲ ትወርስ ኢኻ ኣብዚ ዘለዉ ከኣ ገለ ቁሩብ ቢልዮነርስ ኣለዉና ብሃብቲ ተፈንጭሖም ንኣምላኽ ረሲዖሞ ወጋሕ ክብሉ ከለዉ መጠቕለሊት መግነዚ ሒዞም እዮም ዝኸዱ ካብ ክብቲ ኮንካ ምንባርሲ ክትነብረላ እትኽእል ክትክደነላ እትኽእል ክትበልዓላ ክትሰትየላ እትኽእል ንእሽተይ ከኣኒ ግድግዳ ርእስኻ ተውድቐላ እትኽእል እንተላ ጳውሎስ ኢሉ ሃብታማት ኢና እወ ሃብታማት ኢና ምክንያቱ ንሕና ሃብትና ርስትና ቁፅሪ ሓደ ክርስቶስ እዩ ደሓር እቲ መንግስቲ ዝህበና እዩ ስለዚ ኩሉ ሃብትናን ክብረትናን ክንየው እዚ ህይወት እዚ እምበር ኣብዚ ህይወት ዘይኮነ። እቲ ጌጋ እቲ ስብከት ትሰምዕዎ ዘለኹም ኣስተብህልሉ። እንታይ ትሰምዑ? ክንህብትም ይግብኣና እዩ። ደቂ ኣምላኽ ኢና። እተን ዝኸበራ መካይን ክንዝውር ይግብኣና። መርሴድስ ክበናይ ኣምላኽ ገዛና እንተ ወሓደ ካብ ሰለስተ ሚእትን ሓምሳን ሽሕ ንላዕሊ ዶላር ከኣ እዩ ክኸውን ይግባእ ሰባቱ ኮንኮም ዝብሉ ዘለዉ እሞ እዚኦምሲ ነቲ ቃል ኣምላኽ ኣይፈለጥዎን እንታይ እዮም ዝብልዎ ዘለዉ ንየሱስ ወየሱስ ክርስቶስ ኣብ ምድሪ ኮለኻ ብድኽነት ድኻ መደኽደኽ እንተኾንካ ናትካ ጉዳይ እዩ ፈቲኻ ዝገበርካዮ ንሕና ግና ክንህብትም ኢና ንደሊ እዚ ከምዚ ኣመሰለ መንፈስ እሞ ናይ ክርስቶስ መኣስ ኮይኑ ረሲዖምዎ ኣብ ምፍልሕማል ከም ተወልደ ረሲዖምዎ ጸራዋይ ከም ዝነበረ ረሲዖምዎ እዚ ኩሉ ጸርፍን ውርደትን ሕስራንን መከራን ሓንቲ ደርሆ እንቋቑሖ ንቁርሲ ትህብ ኣይነበረቶን ካብ ድኻሙ ዘናገፎ ኣድገ ፈረስ ኣይነበሮን እዚኦም ከኣ ጥዕና ሃበለይ ጥዕና ሃበለይ እናበላ ዝኸዳ መካይን እሞ ክቡራት ክሳዕ ሎም ደምጺኒ ኣለኹ ሓደ ሰባኺ ሚእቲ ሽሕ ቅርሺ ሂቡ ንሰበይቱ ማኪና ገዚኡላ። ዘሕዝን ዶ ኣይኮነን? ክንደዮም ኣብ ዓለም ብጥሜት ተኾርምዮም ዘለዉ? ክንደዮም ዕሩቓት? ክንደዮም ሓንካሳት? ክንደዮም ብሕማም ተደኒሶም ዘለዉ? ክንዲ ዝከኣሎ ዝገብር ንዕኡም ክረድእ እቲ ወንጌል ከብጽሓሎምሲ መናገዲ ገይሩ እቲ ቃልካ ኣይፈቅድን እዩ ካብ ስስዕቲ ተጠንቀቑ እወ ካብ እከይ ረብሓ ተጠንቀቅ ክብሎ ከሎ ነቲ ሰባኺ ቃል ኣምላኽ ደዳር ገንዘብ ሃፀፍፀፍ ኣይትበል ማለት ግን ንኩለና ኣምላኸይ ድማ ከምቲ መጠን ሃብቱ ብኽብሪ ብክርስቶስ የሱስ ገይሩ ድሌትኩም ዘበለ ኪመልኣልኩም እዩ ዝበለ። እወ ድሌትና ዘበለ እንድሕር መሊእልና ኸኣ ሃብተምና ካብኡ ንላዕሊ እንታይ ንደሊ? ነቲ ዝመጽእ ኢና ንነብር እምበር ነዛ ዓለም እዚኣ ኣይኮናን ስለዚ ኣዝየይ ውህይ ብብዙሓት ስበኽቲ ስሱዓት ጸደፍደፍ ሓደ ሰብኣዊ ወንጌል ፓስቶር እዩ እሞ ኣብቲ ማሕበሩ ዘመሩ ስድራ ቤት እንተ ብድንገት እንተ ብሕማም ሰብኣይ ይብዓል ሓዳር እመውት ሕጂ ገለ ንእሽተይ ገዛ ነራታ ሰበይቲ ከኣ ንዓኣ ነታ ሓንቲ ሸይጣ ብኣ ክትነብር ኢላ ደቃ ተዕቢ ነቲ ፓስቶር በዝን በዝን ሓግዘኒ እንተበለቶስ ንምሻጥ ነታ ገዛ ስለ ዝሓገዘ እንታይ ገይርዋ መስለኩም ክንድዚ ክፈልኒ ኢልዋ። ሓዘን ሰብኣያ ከይኣኽላ ክውስኸላ ዝግብኦስ ክንድዚ ገንዘብ ክፈል እምኒ። እዚ ጓሳ ማሕበር ኣይኮነን እዚ በዓል ዓስቢ እዩ። ጓሳ ማሕበር በጃ ኣባጊዕ ሓልፍ። ንገንዘብ ጸደፍደፍ ዝብል ሰባኺ። ረኣይዎ ቅብኣት ክርስቶስ የብሉን ሸቃጣይን ነጋዳይን እዩ ንከምኡ ንእኡን ንከምኡ ዝኣመሰሉን ከኣ ጎይታና የሱስ ክርስቶስ እንታይ ክብሎም እዮ ኢሉ ኣቱም ገበርቲ ዓመጻ ከቶ ኣይፈለጥኩኩምን ካባይ ርሓቁ እምበር ኣይትዘንግዑ ረኣይ ኤፌሶም ቀዳማይ ምዕራፍ ፈረ ዓሰርተው ሰለስተ ዝብለኩም ኣስተብህሉሉ። ንስኻትኩም እውን ብእኡ ቃል ሓቂ ናይ ምድሓንኩም ወንጌል ምስ ሰማዕኩም ብእኡውን ምስ ኣመንኩም ብናይ ተስፋ መንፈስ ቅዱስ ተሓተምኩም። ትርእይዋ ዘለኹም? ንሱ ንምድሓን ጥሪቱ ንውዳሴ ክብሩ ዕርቡን ርስትና እዩ ወይ መስጢር ኣብዚ ዘሎ ኣምላኸና ከሎስ መሊሱ ኸዓ ዕርቡን ናይቲ ዝመጽእ ክብሪ ክኾነና እምበር እዚ ኣስተውዕሉ ተሓተምኩም ብመንፈስ ቅዱስ ክብሎ ማሕተም ኣይሕሱን እዩ ማሕተም ቀዳማይ ምልክት ዋንነት እዩ ካልኣይ ምልክት ናይ ዕቑባ እዩ። እወ ሳልሳይ ማሕተም ሓጢኣት ምስክር ኣይትሕሱን እዩ። እምበኣር ርስትና ሓቂ እዩ፣ ንዘለኣለም ከዓ ነባሪ እግዚኣብሄር ኣብዚሑ ይባርኩም። ፈቃር ሰማያዊ ኣቦና ነዚ ብድኻም እተዘርበ ቃልካ ቦታ ርኸበሉ ኣብ ልቢ ኩሎም ሰማዕቲ ብኡ ባርኮ በዛ እዋን እዚኣ ሽገሩ እንተልዮም ብናይ ምድራዊ ነገር ማዶም ባዕልኻ ስርዓ ኣሎ ንስኻኻ ንእስራኤል ኣርብዓ ዓመት ኣብ በረኻ ሳእኖም ኣይበለየን ክዳኖም ኣይበለየን ካብ ከውሒ ከትከት ዝብል ፅሩይ ማይ ኣስቴኻዮም ንርብዓ ዓመት ከዓ ማና ምግቢ መላእኽቲ መገብካዮም ጽሑፍ ከ እንታይ ይብል የሱስ ክርስቶስ ትማልን ሎምን ንዘለኣለምን ንሱ እዩ ዝልውጦ የልቦን ንኣና ከኣ ልክዕ ከምኡ ኢካ እሞ ንኩሎም ዝሰምዕዎ ነዚ ቃል እዚ ኣበርትዓዮምን ኣጽንዓዮምን ንስካ ከ ጅብኦም ትመልኣሎም ብእኡ ከኣ ከክብሩካ ሓግዞም እወ ሓደ እኳ ክዓርቅ ፍቃድካ ኣይኮነን ሓደ እኳ ክጠሚ ፍቃድካ ኣይኮነን ኩልና ኣመንቲ ከኣ በብዓቅምና ከነካፍል ክርስቶስ ምእንቲ ክከብር ኣዘካክረና ድኣ ንኩልና። ስምካ ይባረኽ ስለ ዝሰማዕካና ነመስግን ብስም ጎይታና የሱስ ክርስቶስ ኣሜን።